ናብ ብሉጽ ውልደይ ቅድሚ እዛ ምድሪ ምፍጣረይ እፈልጥ ነይረ ከም እትቕበል ፍቕረይ ኣነ ብመጀመርታ ሰማይን ምድርን ፈጠርኩ ኣብ ሰዓትን እዋንን ድማ ንዓኻ ፈጠርኩ ኣብ ማህፀን ኣዴኻ ኣነ ኣለምኩኻ ብኹሉ ክፍሊ ኣካላትካ ውቁብ ገበርኩኻ ብዘደንቕን ብጥንቃቕን ኢኻ ፈጢርካ እወ ውልደይ ንስኻ ስራሕ ኣእዳወይ ኢኻ እቲ ኣካላትካ ቅርጺ ዘይብሉ እንከሎ ቀደም ረኣኽዎ መዓልትታትካን ዘመንካን ኣብ መጻሕፈይ ጸሓፍክዎ። ሓሳበይ ንዓኻ ኣዝዩ ክቡር እዩ፣ ኣዝዩውን ብዙሕ እዩ፣ እንተ ትቖጽሮ ኣብ ሑጻ ይበጽሕ። ውሉደይ ጽን ኢልካ ስምዓኒ፣ ካብ ትፍጠር ጀሚርካ ካንኻነካ እየ፣ ጸጉርኻ ብዕድመ ክሳዕ ዝጽዕዱ ንምሉእ ዘመንካ ኣምላኽ ክኾነካ እየ፣ ሰራሕኩኻስ ክሕልወካ፣ ከድሕነካን ክስከመካን እየ። ኣነ ዝሓስበልካ ሓሳብ እፈልጦ እየ ሓሳብ ደሓን እምበር ናይ ክፉእ ኣይኮነን መፈጸምታን ተስፋን ኣለዎ ዘለኣለማዊ ናእዳወይ ክጸራኻ ኣብ ሕፎይ ከኣ ክትነብር ኢኻ ውሉደይ ሓድሓደ ግዜ ኣብ ህይወትካ ስቓይ ከጋጥመካ እዩ ግናኸ እዚ ግዜያዊ ናይዛ ዓለም ስቓይ ምስቲ ኣብ ልዕሌኻ ዝግለጽ ክብሪ ኣይወዳደሮን እዩ ብኢድካ ክሕግዘካን ክሕዘካን እየ ኩሉ ግዜ እውን ምሳኻ ምዃነይ ፍለጥ። ሰማይን ምድርን ንዓኻን ዝፈጠርኩ ኣምላኽ እየ። ረድኤትካ ካባይ ጥራይ እዩ ዝመጽእ። ኣይክሓድገካን፣ ኣይክጥንጥነካን፣ ዕሽሽ እውን ኣይክብለካን እየ። ዝጸልኡኻ እንተ ኣውደቑኻ፣ ኣነ ከልዕለካ፣ ናባይ ከቕርበካ እየ። ካብ ፍቕረይ ክፈልየካ ዝኽእል ዋላ ሓደ የለን። ኣብ መከራን ስቓይን ምስ ትኸውን ምሳኻ ምስ እትጸምን እትዓርቕን እትቖርን ፍቕረይ ምሳኻ ኣነ እወ ኣነ ኩሉ ግዜ ምሳኻ እየ ኣብ ሽግር ምስ ትህሉ ብሞት እውን ምስ ትህደን ኣነ ንዘለዓለም ምሳኻ ክኸውን እየ ውሉደይ ካብ ፍቕረይ ክፈልየካ ዝኽእል ከቶ የለን ሞት ኮነ ህይወት ልዕል ዝበለ ኮነ ትሕት ዝበለ ሓይሊ ጭንቀት ዶ ጸበባ ዶ ስደት ዶ ጥሜት ዶ ፍሪ ወይስ ሴፍ? መላእኽቲ ኮነ ወይ ገዛእቲ ዘሎ ኮነ ዝመጽእ ካልእ ፍጥረት ውን እንተ ኾነ ካብታ ኣብ ክርስቶስ የሱስ ጎይታኻ ዘላ ፍቕሪ ከቶ ከም ዘይኮነሉ ኣርጊጽካ ፍለጥ። ብክርስቶስ የሱስ ኣብ ልዕሊ ነገራትን ኩነታትን ህይወትካ ክትስዕርን ክትዕወትን ኢኻ። ሕጂ ግና ውሉደይ ተበጅየካ እየ እሞ ኣይትፍራህ፣ ኣነ ዝፈጠርኩኻን ዝደኮንኩኻን ኣምላኽ እየ፣ ብስምካ ዝጸዋዕኩኻ፣ ንስኻ ናተይ ኢኻ። ብዓሞቕቲ ማያትን ብብዙሕ ጸባን ምስ ትሓልፍ፣ ኣነ ምሳኻ ክኸውን እየ፣ ብውሒዝ ምስ ትሓልፍ ኣይከትሕለካን እዩ፣ ብሓዊ ምስ ትሓልፍ እውን ኣይከንድደካን ኣይክምኾካን እዩ። ትባዕ፣ ኣዚኻ ጽናዕ። ኣብ እትኸዶ ዘበለ ኵሉ ኣነ እግዚኣብሄር ኣምላኽካ ምሳኻ ክኸውን እየ እሞ፣ ኣይትፍራህን ኣይትሰንብድን። ውሉደይ፣ ከም ምኽረይ ኢኻ ተጸዊዕካ፣ ስለ ዘፍቅርካኒ ኵሉ ነገር ንሰናይካ ክኸውን እዩ። ምስሊ ወደይ የሱስ ክርስቶስ ምእንቲ ክህልወካስ፣ ቀደም ቅድሚ ምፍጣርካ መደብኩኻ። ንስኻ፣ ምስ ወደየስ ሓደይ ክትከውን ከምኡ ውን ምሳይ እዚ ዕጫኻን ግዴኻን ክኸውን ኢኻ ተመዲብካ ፍቕረይ ኣብ ልዕሌኻ ክግለጽ ከም ምስለይን መልከዐይን ተፈጠርካ ብክርስቶስ ሓደ ስለ ዝኾንና ዝበለጸ ሕብረት ከኣ ኣሎና ንስኻ ምስ ኩሎም ኣሕዋትካን ኣሓትካን ብኢየሱስ ክርስቶስ ሓደ ብምዃን ኣብቲ ሓድነተይን ፍጹም ኣንድነተይን ተጸንበርካ ኣነ ኣባኻ ንስኻ ኣባይ ብፍቕሪ ሓበርና ብዘይካይ ካልእ ንድሌትካን ንስምዒትካን ዝዕግብ የለን ስለዝደለኻኒ ልብኻ ብፍቕሪ ሓጎስን በቲ ካባይ ጥራሕ ዝኾነ ሰላምን ክዕግቦ እየ ውሉደይ እንተረሳዕካኒ ሓጢኣት እንተገበርካን ክትምለስ ኢለ ክቐጽዓካ እየ ሓጢኣት ኩሉ ግዜ ካብ ህላውነተይን ገጸይን ክርሕቐካን ክፈልየካን እዩ እሞ ናብታ ናይ መጀመርታ ፍቕርኻ ተመለስ ኣነ እውን ኣፍቅረካ እየ እሞ ከም ውሉደይ ክገንሓካን ክቐጽዓካን እየ ከምቲ ናይ ስጋ ወላዲኻ ካብ ክፉእ ክመልሰካ ዝቐጽዓካ ኣነ እውን ውሉደይ ካብ ቅድስናይ ክትካፈል ኢለ እየ ዝቐጽዓካ ጥዕምቲ ኣይኮነትን እንተፈሊጥካያ ግን እንተ ሓሊፍካያ ግን ጽድቅን ሰላምን ክትዘርኣልካ እያ። ውሉደይ ሓጢኣትካ እንተ ተኣመንካ ግና ካብ ኩሉ ኣበሳኻ ከንጽሓካ ኣነ እሙንን ጻድቕን እየ። ድሕነትካ ብምንሳሕካን ኣባይ ብምዕራፍካን እዩ። ሓይልኻ ንዓይ ብምድላይካን ብምእማንካን እዩ። ጽሩይ ልቢ ክፈጥረልካ እየ፣ ንመንፈሰይካ ኣባኻ ክሕድሶ እየ። ካብ ቅድሚ ገጸይ ኣይከልግስን፣ ንመንፈሰይውን ካባኻ ኣይከርሕቖን እየ። ከም እትእዝዘኒ ክገብረካ እየ፣ ሓጐስ ምድሓንካ ኵሉ ጊዜ ክሕድሶ እየ። ሽዑ መንግታተይ ክትምህሮም ሓጥኣን ከኣ ናባይ ክትመልሶም ኢኻ፣ ብጊዜኡ ምእንቲ ልዕል ከብለካስ ኣብ ትሕቲ ሓያል ኢደይ ትሕት በል። ውሉደይ፣ ንዅሉ ሰናየይ ኣይትረስዓዮ። ሓጢኣትካ ዝሓደግኩልካ ካብ ኩሉ ሕማምካ እውን ዝፈወስኩኻ ኣነ እየ። ንህይወትካ ካብ ሓጢኣት ኣድሒነ ብለውሃትን ፍቕርን ከለልኩኻ። ንእስነትካ ከም ንስሪ ክሕደስ ንድሌትካ ብሰናይ ነገር ከጽግቦ እየ። ኣነ እግዚኣብሔር ንኹሉ ጥቕዓትካ ብቕንዕናን ጽድቅን ዝፈርድ ፍትሒ እውን ዘውጽኣልካ እየ። ኣነ ርሕሩሕን መሓርን ንኹራ ደንጓዪ በዓል ዓቢ ምሕረቲ እየ ንዘለኣለም ከኣ ይቅየማ ምስ እትምለስ ብመጠን ኣበሳኻ ዘይፈድየካ ሰማይ ካብ ምድሪ ልዕል ከም ዝብል ምብራቕ ካብ ምዕራብ ከም ዝርሕቕ ንኣበሳኻ ከምኡ እርሕቖ እየ ውሉደይ ጸዋዓኒ ክምልሰልካ ዓቢን ዘይትፈልጦን ድማ ከፍልጠካ እየ ኩሉ እቲ ትብሎ ሰማዒ እየ እሞ ካብ ልብኻ ኣፍካ ከፊትካ ከየባተካ ኩሉ ግዜ ናባይ ጸሊ ኣነ ነቲ ንስኻ እትሓልየሉ ካባኻ ንላዕሊ ይሓልየሉ እየ እሞ ንሓልዮትካ ናባይ ኣውድቆ ብምሉእ ልብኻ ኣባይ ተወከል ኣብ ልቦናኻ ኣይትጸጋዕ ኣብ ኩሉ ተግባርካ ንዓይ ሕሰብ ኣነ ከኣ ነታ ቅንዕቲ መንገዲ ከፍልጠካ እየ ንልካ ዘበለ ብጸሎት ልማኖ ምስ ናይ ምስጋና ኣባያ ኩሉ ዝኽእል ኣምላኽ ይፈለጥ እምበር ብገለ ነገር ኣይትጨነቕ። እቲ ካብ ምርዳእካን ኣእምሮኻን ንላዕሊ ጸብለል ዘብል ሰላመይ ድማ ንልብኻን ሓሳብካን ብክርስቶስ የሱስ ገይረ ክሕልዎ እየ። ኩሉ ግዜ ተሓጐስ፣ ከየባተኽካ ጸሊ። እዚ ብክርስቶስ የሱስ ፍቓድ ኣምላኽ እዩ እሞ ብኹሉ ኣመስግን። ውሉደይ ነቲ ኣብኡ ዝተጻሕፈ ምእንቲ ተጠንቂቕካ ክትገብሮ መዓልትን ለይትን ኣስተንትኖ እምበር ነዚ መጽሓፍ ሕጊ ካብ ኣፍካ ኣይትፍለዮ። ሽዑ መንገድኻ ከተቕንዕ ክሰልጠካ እውን እዩ። ቃላተይ መንፈስን ህይወትን እዩ። ኣባይ እንተ ጸናዕካ ቃለዊን ኣባኻ እንተ ሓደረ እትደልዮ ዘበለ ትልምም እሞ ሽዑ ይኾነልካ። ቃላተይ ህያውን መስለጥን እዩ እሞ ካብ ክልተ ዝኣፉ ሰይፊ ዝበልሕ እዩ ንነፍስን መንፈስን መፋለሊ ኣካላትን ኣንጎን ክሳዕ ዝፈላሊ ዝሰጥም ኣብ ምሕላልን ሓሳብ ልብን ከኣ ዝፍርድ እዩ ካብ ቃላተይ ንላዕሊ ክትፍንኖ እትኽእል ነገር የለን ፍልጠተይን ምስትውዓለይን ጥበብ ናይ ኩሉ ኣምላኽነተይ ይህበካ ይሞ ኣብ ልብኻ ዕቑሮ ቃላተይ ንድኻ ይህብትሞ ተስፋ ንዝቖረጸ የስትር የተስፉ፣ ንዝጠራጥር ብእምነት የበርትዕ፣ ንዝጠመየ የጽግብ፣ ንዝጸምአ የርዊ፣ ንዝተጠንጠነ ዘፍቅር፣ ንዝተሓለለ ዘጸናንዕ፣ ንጭኩን ናጽነት፣ ንዝሓመመ ፈውሲ፣ ንጸልመተ ብርሃን፣ ንዝሞተ ነገር ህይወት ዝህብ እዩ። ውሉደይ፣ ንዓይ ደሊኻ ክትረኽበንስ ኣብ ህይወትካ ኩነታትን ነገራትን እናቐመጥኩ፣ ክትፈልጠኒ ድሌተይ እዩ ኣነ እግዚኣብሔር ኣምላኽካ መሓርን ጸጋውን ምኩራ ደንጓዪ በዓል ዓብዪ ሳህልን ፍቅርን እየ እሞ ጥበበኛ ብጥበቡ ኣይመካሕ ሓያል ውን ብሓይሉ ኣይመካሕ ሃብታውን ብሃብቱ ኣይመካሕ ንስኻ ግና ውሉደይ በዚ እዩ ባህ ዝብለኒ እሞ ኣነ ኣብዛ ምድሪ ምሕረትን ፍርድን ጽድቅን ዝገብር እግዚኣብሔር ምዃነይ ምፍላጥካን ብምስትውዓልካን ደኣ በዚ ተመካሕ ኩሉ ንሓጎሰይ እዩ ተፈጢሩ ባህገይ ለውሃተይ ምግላጽ እዩ ኣቦ ዘኽታማትን ንስኡን ድኻን ድማ ለውሃተይ ዝገልጽ እየ የዕቅቦምን ሕልዎምን ካብ ሰማይ ንምድሪን ታሕቲ ጥምት እሞ ንስኡን ድኻን ንዝተናዕቀን የናግፎ ካብ ጓሓፍ ኣልዒለ ከኣ ምስ ነገስታት የቐምጦም ውሉደይ ከምዚ ክትገብር እዩ ናተይ ድላይ ንስኡን ድኻን ኢትካ ዘርግሓሎም እዚ ብምግባርካ ንዓይ ምፍላጥካ እዩ ፍቕረይ ብኣኻ ይግለጽ ኣብ ፍቕረይ ትነብር እዚ ማለት ከኣ ኣባይ ትነብር ማለት እዩ። ድንጋጸን ለውሃትን ሰናይ እዩ ነዚ እየ ከኣ ካባኻ ዝደልዮ ካባኻ ዝደልዮ እዚ እዩ ቅኑዕ ዘበለ ክትገብር ለውሃት ክትፈቱ ምሳይ ከኣ ብትሕትና ክትመላለስ እዩ ከምቲ ወላዲ ንውሉዱ ዝርሕርሓሉ ከምኡ ከኣ እርርሓልካ ስለ ትፍርሓኒ ምሕረተይ ኣብኻ ክሳዕ ሽሕ ወለዶ ከብዝሖ እየ ኪዳነይ ስለ እትሕሉ ንትእዛዘይ ስለ ዘየፍረስካ ብፍቓደይ ስለ እትመላለስን ኣነ ከኣ ጽድቀይ ንውሉድ ወለዶ ክገብር እየ ንዓይ ንእግዚኣብሔር ኣምላኽካ ብምሉእ ልብኻ ብምሉእ ነፍስኻን ብምሉእ ሓይልኻን ኣፍቅረኒ እዚያ እታ ዓባይን ቀዳመይትን ትእዛዝ እያ እታ ካልኣይቲ ንዓ እትመስላ ትእዛዝ ከኣ ንብጻይካ ከም ነፍስኻ ጌርካ ኣፍቅሮ እትብል እያ ኣብዚኣተን ብዘሎ ሕግን ነብያትን ስቑል እዩ። እተፍቅረኒ እንተ ደኣ ኰንካስ ንትእዛዛይ ሓሉ። ኣነ ፍቕሪ እየ እሞ፣ ብፍቕሪ ተመላለስ። ውሉደይ፣ ንዓ እሞ ኣብቲ ኵሉ ዚኽእል ጽላለይ ተቐመጥ። ኣባይ ዕርፍቲ ክትረክብ ኢኻ ሽዑ ንዓይ ክትብል ኢኻ ንስኻ በይንኻ ኢኻ ጸግዒይ ዕርደይ ዝውክሎ ኣምላኸይ ውሉደይ ካብ ኩሉ መፈንጠራ ሃዳናይ ከድሕነካ ካብ ዘጥፍእ ፌራ ካናግፈካ እየ ብግልግለይ ከጎልብበካ ኣብ ትሕቲ ኣኽናፈይ መጸግዒ ክትረክብ ኢኻ። ኪዳነይን ዋልታይን መናገፍን እዩ። ካብቲ ብለይቲ ዝሰንብት፣ ካብቲ ብጸልማት ዝኸይድ ፌራ፣ ካብቲ ብመዓልቲ ዝርወር ፍላጻ፣ ብቐትሪ ዘባርም ሕማም ኣይክትፈርህን ኢኻ። ኣብ ጥቓኻ ሽሕ ኣብ የማንካ እልፊ ክወድቁ እዮም፣ ኣባኻ ግን ኣይክበጽሕን እዩ። ነቲ ረሲእን ሓጥኣን ዝበጽሕዎ መስጣውን ብዒንትኻ ክትርኢ ኢኻ። ውሉደይ! ንዓይ ንእግዚኣብሔር መዕቆብን ንልዕልና እውን መጸጊዕካ ስለ ዝገበርካዮ እከይ ዘበለ ኣይክረኽበካን ስቓይ እውን ኣብ ቤትካ ኣይክቐርብን እዩ። ኣብ እትኸዶ ዘበለ ክሕልዉኻ ንመላእኽተይ ክእዘልካ እየ፣ ንሳቶም እውን ብእምኒ ከይትዕንቀፍ በእዳዎም ክጸሩኻ እዮም። ኣብ ልዕሊ ኣንበሳን ተመንን ክትረግጽ፣ ሽደን ኣንበሳን ገበልን እውን ክትረግጽ ኢኻ። ውሉደይ ሕሩየይ ዓርከይን ባርያይን መሪጸካ እምበር ኣይነዓቅኩኻን ኣነ እግዚኣብሔር ኣምላኽካ ምሳኻ እየ እሞ ኣይትፍራሕ ኣይትሰንብት ከበርትዓካን ክሕይለካን እየ ብየማነይቲ ኢድካ እውን ከልዕለካ እየ እንሆ እቶም ኣባኻ ዝንድሩ ኩሎም ክንውሩን ክሓፍሩን እዮም፣ መጻሕርትኻ ድማ ከም ዘይነበሩ ክኾኑ ክጠፉን እዮም። ንዝወዳደሩኻ ክትደልዮም ኣይክትረኽሞውን ኢኻ፣ እቶም ዝዋግኡኻ ድማ ከንቱን ከም ገለ ዘይነበሩ ክኾኑ እዮም። ኣነ ብየማነይቲ ኢድካ ዝሕዝ ኣይትፍራህ ክድግፈካ እየ ዝብል እግዚኣብሔር ኣምላኽካ እየ። ብእግዚኣብሔርነተይ ክትሕጎስ ብዕበቲ ናይ እስራኤል ቅዱስ ድማ ክትሕበን ኢኻ ውሉደይ ኣብቲ ኣብ ልብኻ ምስ ተመለስካ በደልካ ክሓድገልካ ዝሓተትካኒ ግዜ ጀሚሩ ሓይልን መሰል ውልድነት ንክትረክብ ኣብኻ ዝሓደረ መንፈሰይ ምሳኻ እዩ እቲ ቅዱስ መንፈሰይ ናብ ኩሉ ሓቂ ዘበለ ክመርሓካ እዩ ብዛዕባ ክርስቶስ ክትምስክር መንፈስ ቅዱስ ክድግፈካ ሓይልን ትብዓትን ክህበካ እዩ በቲ ኣባኻ ዝሓደረ መንፈስ ቅዱስ ገይረ ክዛረበካ እየ፣ ብመንፈሰይ ገይረ ኣብ መንጎ ቅኑዕን ጌጋን፣ ቅዱስን ርኹስን ዝፈላሊ ብሉጽ መኻርን ዓርክን ብቕኑዕ መንገዲ ክትከይድ ክድግፈካ እዩ። ብመንፈስ ምስ እትመላለስ ብፍቕሪ ድማ ክትመላለስ ኢኻ፣ ሓጢኣት እውን ኣይክትገብርን ኢኻ። ሽዑ ብመንፈሰይ ብኽእለትካን ሓይልኻን ዘይኮነ ዓቢን ብሉጽን ቅድሚኡ ተፈጺሙ ዘይፈልጥ ኣባኻ ክትርኢ ኢኻ። ይብል ኣለኹ ኣነ እቲ ስልጡን እግዚኣብሔር ኣምላኽካ ብመንፈስ ቅዱስ ህያባተይ ንኻልኦት ፍቕረይን በረኸተይን ከተውርስ ኢኻ መንፈሰይ ንሓዋሩ ምሳኻ ክነብርን ብድሕሪኡን ኣብ ክብረይ ክቐበለካ እዩ ኣጥቢቕካ ስለ ዘፍቀርካኒ ከናግፈካ ንስመይ ስለ ዝፈለጥካ ከልዕለካ እየ ምስ ትጽውዓኒ ክምልሰልካ ኣብ ኩሉ ጸባን ሽግርን ኢኻ ትኸውን ከናግፈካን ከኽብረካን እየ ነዊሕ ዕድመ ከጽግበካ ምድሓነይ እውን ከርእየካ እየ እዚ እዩ ዕድል ርስትናኻን ዕጫኻን ይብል እግዚኣብሔር ኣምላኽካ